ሰላም ጥዕና ሃበለይ ከመይ ኣለኹም ከመይ ትቅንዩ ክቡራትን ፍትዋትን ተኸታተልቲ ሽደን ሪኣክትስ ዋን። እግዚኣብሔር ይመስገን።
ኣነ ብወገነይ እግዚኣብሔር ይመስገን ሰላም ኣለኹ። ኣሰይ ኣሰይ። ንስኻትኩም እውን ከምዚ ከማይ ከም እትህልዉ በዓል ምሉእ ተስፋ እየ ማለት እዩ። ስራሕኹም ኣሳልጦ፣ ጥዕና፣ ምስ ቤተሰብኩም ፍቕርን ለውሃትን ሰላምን ፍስሃን ሃሴትን ብምሉእ ይምነየልኩም ማለት እዩ። ኣብ ናይ ሎማዓንቲ ቪድዮ ንረኽቦም ድማ ኢትዮጵያ ኣብ ኣኼባ ሕቡራት ኣፍሪካ ጉዲያ ዓሰብ ኣመልኪታ ዝሃበቶ መግለጺ ኣሎ ማለት እዩ። ከኢሱ ወዲ ኣፎም ጋር የምንካፈለው ኣሰብ ይሆናል። ንሱ ኣብቲ ኣኼባ ዝነበረ ናይ ኤርትራ ካርታ ናብ ኢትዮጵያ ዝኣተወ መሬትን ወደብን ንብዙሓት ዘገረመ ነይሩ። parts of Somalia, Djibouti and Eritrea። ቅጽል ኣቢልና ተስፎኦም መሓሪ ንብርጌድ ንሓመዱ ዘሕለፎ መልእኽቲ ኣሎ። ንውረድ ንድሕሪ ድሮ'ዳ ክወርዱ ኣሎዎም እምበር ወዲ መን ክወርደሎም። ግፋ ተጋሩን ኤርትራውያንን ኣብ ኣዲስ ኣበባ ኣሎ ዝብሃል ሓቂ ድዩ? ናይ ሻዕብያ ተለኣኣክቲ ብኣልማማ ትግርኛ ተዛረብቲ ይእሰሩ ኣለዉ። ምሳና እንድሕር ኮይንኩም ብዛዕባ እዚውን ክነቕርበኩም ኢና ወይ ከኣ ክንነግረኩም ኢና ብተመሳሳሊ። ዝኾነ ይኹን ይቕያሕ ይጸልም ኣብ ኤርትራ ተፍጥረ። መበል ራብዓይ ሒዝናዮ ዝመጻና ካሊድ ዓብዱ ኣብ ጉዳይ ኣብይ ኣሕመድ ዝተዛረቦ ሓደ ሓቂ ኣድሂቡ ተዛሪቡ ኣሎ። ክሪኦ ከለኹ እቲ ኹናት ኢሚነንት እዩ ዘይተርፍ እዩ። ምብጻሕ ተቓለስቲ ውፉይን ኣርቲስት ክፍሎም ይከኣሎን ናብ መቐለን እንታይ እዩ ሒዙ ክመጽእ ብዛዕባ እንታይ ከ እዮም ኣውጊዖም ዝብል እውን ኣብ ናይ ሎምዓንቲ ኣካል ሒዝናዮ መጺእና ኣለና። ውጥጥ ሰልጠነ ተፈታዊ ቶክ ሾው። ካልኦት ከም ገገኛታት ገይሮም ንዝዛረቡ ሰባት ግን ከይትሰምዕዎም። ሓሶት እዮም እዚኦም። ንኤርፒኤም ሄኖክን። ናይ ኣውራጃ፣ ሃይማኖት፣ ውልቀ ሰባት እንዳኣልዕልካ እዚ ጠጠው ክብል ክኽእል ኣለዎ። ፍናን ኣፕን።
ኣየፈራራሕኩን ገለ ኣይበልኩን። ታይ ገጢምዎም ዘሎ ማእኸሎም ትውጥጥ ማለት ታይ ማለት እዩ ክንሪኦ ኢና ሰናይ ምክታል ክኾነልኩም እየ ዝምነ። ናብ ናይ ሎማዓንቲ ሪኢቶታት ከነንብብ ኣንዲ ንጉሰ እያ ብተመሳሳሊ። ነዚ ሪኢቶታተይ ላይክ ላይክ ላይክ ላይክ ጌራትለይ ዘላ ማለት ዩ ኣንድየ ዌልካም ጠፊእኺ ኢኺ ኔርኪ እንኳዕ ብድሓን መፃኺ ፅቡቅ ሪኢቶ ከዓ ትህብኒ ኣለኺ ማለት ዩ የቀንየለይ ኤፍሬም ሃንስ ላይክ ላይክ ኢሉኒ ኣሎ ኤፍሬመይ ኤፊ ሓወይ የቀንየለይ ማች ላቭ ኢለ ኣለኹ ዮርዳኖስ ጓል ኣከለ እያ ጓል ኣከለ ማዓረይ ላይክ ላይክ የውሕዶ ኣሎ ሽደን ላይክ በሉሉ ኢላትነላ ማለት እዩ። ላይክ ግበሩ ብትክክል ማለት እዩ ካሊእ ነገር ሕጂ ኣነ ከምቶም ካልኦት ማለት እዩ ሳተላይት ክከፍት ስለ ዝኮንኩ ዶ ከምዙይ ዶ ጎፈንድሚ ዶ ገለ ኣቅምጡለይ ኣይብልን እየ ማለት እዩ ጥራሕ ዘኦንሊ ንስካትኩም ትገብሩለይ ነገር ታይ እዩ ነዞም ቪድዮታት ላይክ በቃ ትሪኡ ተሪኢኩም ግን ሓደራ ላይክ ማለት እዩ ይጠቅመኒ እዩ ንዓይ ዮርዳኖስ ጓል ኣከለ ብተመሳሳሊ ዌል ኩናት ወዲ ኩናት ወረ ኩናት ወዲ ኩናት ኣይተስምዕ ኣይተስሙዕና በጃኹም ኢላትነላ ማለት እዩ እያ ንሕና እውን ትምኒትና እዚ እዩ ኩናትን ወረ ኩናትን ካብ ገፀ መሬት የጥፋኤ ፈጣሪ ፍሎሪዳ ሰሎሞን ሽደን ሓወይ ንክልቲኡ ህዝብታት ናብ ሰላም ዘምፅእ ግዜ ይፍጠረልና ንስኹም ንሰላም ስርሑ ኣጆኻ ቀፅሎ መደብካ ፅቡቕ እዩ ኢላትነላ ፍሎሪዳ ሓፍተይ ማለት እዩ ፍሎሪዳ የቐንየለይ ክብረት ይሃበለይ ከም ሽምኪ ጽቡቅ ሪኢቶ ኢኺ ሂብክኒ ማለት እዩ ኤሪ ትግርያ ላይክ ላይክ ላይክ ሂድኒ ኣሎ ማለት እዩ ክቡርን ቅኑዕን ሓወይ የቀንየለይ ብጣዕሚ ንኹሉኹም ክብረት ይሃበለይ ኣዝየ ኣዝየ እየ ዘመስግነኩም ናብቶም ተባሃልናዮም ቪድዮታት ንስገር። Welcome to Shouldn Reacts One!
ብዲቁ ኣቢልና ክንጅምር ኢና ኣስቀልቃሲ ኣስቀልቃሲ ዝኾነ ትውልዲ what does that mean ኣስቀልቃሲ። ነይረን ዋይ ጻዕዳ ባሕቲ ይግበረልና ኢለን ዕንበባ ጌረን ገለ ጌረን ሻሽ የምሰልኣን እዛ ገዛ ሎሚ ከኣ መዓልቲ ፍቕሪ ተባሂሉ ደም ትመስል ኩላ ዋይን ቀይሕ ክዳን ቀይሕ ኣዝማልቶ ቀይሕ ቆቢዕ ቀይሕ ማቲታ ቀይሕ ገብርሞ ጨረ
God have mercy upon us.
እሺ
ጨረሻ ሓንቲ ትመጽእ ዋይን ክትሰትለልያ ጽፍራ ከይባላሸው ከምዚ ጌራ ትሕዘን እቲ ዋይን ማለት ከምዚ ጌራ ቴክ ክተብልዖ ከላ ድማ ነቲ ካራ ከምዚ ገይራ ትሕዞ ኣብ መጨረሻ ከም ማለት ኣጥላስላሲ ዝኾነ ትውልድ እዩ ነይሩ ሕምባሻ ገይሩ ከምዚ ነዋ ንፍቕርና የደልድሎ የፅንዓየ ዝብል የለን ያው ኬክ ንክርስትና ይገልፅን እዩ ሕምባሻ እኮ ይጥቀሙ ነይሮም ኣቦታትና ሃንዛ ምግባር ሕልበት ምግባር ጠፊእዎ መስለኩም ሕልበት ኮሎ ብዓድና እዚ ምሳሌኡ ከማን ክርደእኩም ይግባእ ኬክ ግን ካብ ፍሪጅ እንተውፂኻያ ሙሉቕሉቕ ከም ገለ ኢሉ ደሊቨሪ እንተደንጉዩካ ታክሲ ተባላሽያ
ስለዚ ንቫላንታይንስ ደይ ዝሃብዎ ርእቶ ኣነ ዲቁ ዝሃቦ ማለት እዩ ብጣዕሚ ደስ ኢልኒ ትኽክለኛ እዩ ኣገላልፅኡ ግን ከመይ እዩ መብዛሕትኦም ሰባት ኣነ ብዛዕባ እቲ ቫላንታይነስ ደይ ዝበሃል ቅዱስ ቫላንታይን ዝበሃል ኣሎ ኣብ ቤተክርስትያን ታሪኽ ማለት እዩ እዚ ሰብኣይ ድዩስ ካልእ እዩ ኣይፈልጦን ቫላንታይን ዝበሃል ሓደ ቅዱስ ከም ዘሎ ግን ይፈልጥ እየ እቲ ሰብኣይ ንሱ እንተኾይኑ ምናልባት ትፈልጡ ሰባት ግለጹለይ ኢኹም ግን ዝኾኑ መርዓ ተኸልኪሉ ከም ዝነበረ እዩ ዝመስለኒ እንተይተጋግዩ ማለት እዩ ብምንታይ መንገዲ ዋላ እኳ እንተዘይኮነ ግን እቲ ቅዱስ እዚ ደፊሩ ነቶም እዚ ኣምላኽ ዝፈቐዶ ሕጊ እዩ እግዚኣብሔር ዘምጽኦ ሰብ ክገድፎ የብሉን፣ ክኹንኖ የብሉን ኢሉ ከም ዘፋቐረ ወይ ከኣ ከም ክመራዓው ከም ዝገበረ ይመስለኒ ማለት እዩ። ብድሕሪኡ ከኣ ተኸቢሩ። እቲ ቀይሕ ክዳን ምስ ምምላኽ ጣኦት ብዙሓት የተሓዝዎ እዮም። ቅድሚ ሕጂ ሮማውያን ከምኡ ይጥቀሙ ነይሮም ገለ ገለ ዝብል ሓሳብ ኣለዎም። ብስሩ እውን ቀይሕ ክዳን መግለጺ ፍቕሪ ተገይሩ እዩ ዝውሰድ። ካብ መዓዝ ንደሓር ተጀሚሩ ምዃኑ ኣይፈልጥን ኣነ ሬድ ሳይን ወይ ከኣ ሲምቦል መብዛሕትኡ ግዜ መግለጺ ሓደጋ ወይ ከኣ danger ዝኾነ ነገር ኢዩ። ኣብዚ ናይ ከለር ሆርሞኒ ዝበሃል ትምህርቲ ወይ ከኣ ከለር ዲዛይን ፓሌት ገለ ክትመሃሩ ከለኹም ግን መብዛሕትኡ ግዜ ቀይሕ ከለር ከምዚ መግለጺ ፍቕሪ እውን ከም ዝጥቀም ሓደጋ እውን ተመሳሳሊ ንኣብነት ሓደጋስ ምስ ተፈጥሮ ዝተታሓዘ እዩ ደም ክወጸካ ተሎ ሓደጋ በጺሑካ ካብ ዝብል ኢና ወሲድናዮ እዚ ማለት ትኽክለኛ ትርጉም ናይ ተፈጥሮ ዝሓለወ እዩ። መግለጺ ፍቕሪኸ ምናልባት እዚ እውን ክኸውን ይኽእል ምናልባት ሓደ ፍሩት፣ እንድሕር ደኣ ሸዊቱ ወይ ከኣ ተበሲሉ ማለት እዩ ይቀይሕ፣ ቆጻል፣ ጸንሕ፣ ዳሕራይ ብጫ ዝኾን ኣሎ፣ ቀይሕ ዝኸውን ኣሎ፣ እዚ ውን ክኸውን ይኽእል እዩ ማለት ምስ ተፈጥሮ ተሪኢናዮ ግን ሓደጋ እዩ most probably ዝስማዕምዖ እቲ ክዳን እዚ ከኣ ጽቡቕ ተባሂሉ ኣሎ anyways ከምዚ ጌረ ዝህይስ ነቲ መዓልቲ ፍቕሪ ስለ ዝተረኽበ ብጣዕሚ እዩ ደስ ኢልና ዘሎ። መጨረሽታ ሰንበትን ሰኑይ ምስ ኮነ ሰብኣይን ሰበይትን ኣነኮ ብነብሱ ኢለ እምበር ብቐደሙ ኣየድልየንን። በሉ እሺ ኮርጫጭ ንሸዊት መዝገቦ ሲዒምዋ ክሳብ መወዳእታ ረኣይዋ ናይ ኮርጫጭ ጉድ እስኪ እስኪ። ኣበላ ሸዊት መዝገቦ ኣበላ ሸዊት መዝገቦ ኣቱም ሰብ ሸዊት መዝገቦ ዶ ከያ እዚኣ ደስ ካሊእ ሸዊት መዝገቦ እያ ወይ ሰበይቱ ውን ሸዊት መዝገቦ እያ ትበሀል የላን እኮ ኣብቲ ቪድዮ ሲዒምዋ ዘሎ ካሊእ ካልኣይ ከኣ እኮ ትስዕም እንተሎ እንታይ ኢና ንከውን ዘልና ሓበሻ ቀደም ወለድና እ እንዳ በሉ እንዳ ዞሩ ማለት እዩ ልክዕ ከምዚ ሕሰቦ እ ኣንዳበልካ እዩ ዝሰዓም ነይሩ ሕጂ ውን ከምኡ እዩ ኣብ ገጻ እዩ ሲዒምዋ ምናልባት ንሳ ተመንያቶ ዝነበረት ካሊእ ክከውን ይክእል ከምዚ ኢላ ነይራ ንሱ ከኣ ሕልፍ ኢሉ ከይዱ ማለት እዩ ድሃይ እንዲ ዘሲን ዘሎ ኣይንፈልጥን ኣብ ቅድሚት ዝነበረ ግን ሓጥያት ኣይትእትዉ ናዋ ኣታ ታይ ታይ እዩ ማዓቱ እእ። ፖለቲካ ክኸውን ከሎ ግን you will never find me talking to a ትግራዋይ I will never talk to a ትግራዋይ it's a like a done deal ንዓይ these people ብዘርኢ ብኣተሓሳስብ ብ ኢትዮጵያውያን ብምዃኖም ተጋሩ ብምዃኖም ኣይኮነን right here ዝኾነ ዓይነት ኣይዲዮሎጂ ዝውለድ ኣብ ትግራይ ንኤሪትራዊ መልካም ስለ ዘይኮነ ሰናይ ስለ ዘይኮነ I am not gonna entertain it. I'm not even gonna talk to them. ከምዚ ትንዕቆ ብሎክ ትገብሮ ኤክስ ቦይፍረንድ ኤክስ ገርልፍረንድ ከምኡ እዮም ንዓይ ኮይኖም ዘለዉ እዚኦም ሰባት እዚኦም ነብሶም ኮይኖም ማዕቢሎም ተማሂሮም ከም ጥዑይ ጎረቤት ከም ጥዑይ ማሕበረሰብ ቢዝነስ ሪሌሽንስ ዲፕሎማቲካዊ ሪሌሽንስ ክንገብር እንተ ዘይኮይኑ ሕጂ ኢትስ ጀስት አ ዌስት ኦፍ ታይም ን ኤኒ ኣስፔክት ብሃይማኖት እንዳበልካ ብባህሊ እንዳበልካ ብገ ኖ ዊ ሃቭ ሙቭድ ኦን ሐራይ ስለዚ ንሕና ሙቭድ ጌርና ኢና ማለት ቀጺልና ኢና ምስ ትግራዋይ ብዝኾነ ይኹን ናይ ፖለቲካ ዓይኒ ክዘራረብ የብለይን ግን ምናልባት ሰልጢኖም ተማሂሮም ኣመሓይሾም እንድሕር ደኣ ብቢዝነስ ዓይኒ ወይ ከኣ ንሱ'ውን ማሕበራዊ ርክብና ናብ ቢዝነስ ተተሰጋጊሩ'ሞ ሃበኒ ክህበካ እንተኾይኑ ከቕርብ እየ ሽዑ ክዛረብ እየ እንተዘይኮይኑ ግን ኣይዛረብን እየ ብዛዕባ እዚ ጉዳይ እያ ትብለና ዘላ እዛ ሓፍትና ማለት እዩ ኣነ ዝብለኪ ተጋሩ ብዛዕባ ቢዝነስ ብዛዕባ ካሊእ ኣመለኻኽታ ገለ ገለ ዘለዎም ነገር ማለት እዩ ኣዝዮም ኣመሓይሾም ሰልጢኖም ተማሂሮም እዮም ከምቲ ንስኺ ትብልዮ ዘለኺ ምናልባት ካባኹም ይበልጹ እዮም እንተ ኢለ ተመሊስካ ተሓጺብካ ጭቃ ስለ ዝኾነ ትዕቢት እዩ ዝኸውን ግን ሕጂ በዚ ሕጂ ሰዓት ዘሎ ማለት እዩ ኣመለኻኽታ ናይ ሓደ ትግራዋይ ብቢዝነስ በሊ ብትምህርቲ በሊ ብፋይናንስ በሊ ብኣካውንቲንግ በሊ ብምሕደራ በሊ ብኻሊእ ተማሂሩ እዩ እቲ ሽግር ኮይኑ ዘሎ ናይ ምምሃርን ናይ ስነ ናይ ዘይምምሃርን ዘይኮነስ እቲ ትምህርቲ ዝውዕለሉ ዓውዲ ወይ ከኣ እቲ ኮንቴክስት ኣዝዩ ብጣዕሚ ተረባቢሹ ስለ ዝነበረ ማለት እዩ ትግራውንድ ውን ብጣዕሚ የማነ ፀጋም ተሓዋዊሱ ስለ ዝፀንሐ ምናልባት እንተዘይ ኮይኑ ከምዚ ዓይነት ፕሮብሌም ዘለዎ ሰብ የለን እቲ ትብልዮ ዘለኺ ሰብ ንባዕሉ ምናልባት ኣብ ካሊእ ህሞት ክህሉ ይኽእል ይኸውን ግን ኣብቲ ተውጊዔ ዘለኹ ኩነታት የለን ተጋሩ ብኣግባቡ ማለት እዩ ዓርሶም ገቲኦም ተማሂሮም ሰልጢኖም እዮም ዝርከቡ ንዘለዎም ሕጂ ፖለቲካዊ ኣረዳድኣን ኣመለኻኽታን ከዓ ምናልባት ዓለም እውን ንእሽትለይ ትኹረት ዝገብረሉ ዘሎ እዩ ምግናን እንተዘይኮይኑ ማለት እዩ። እቲ ትብልዮ ዘለኺ ነገር በበየናይ ኣንግል ከም ዝረኣኽዮ ብሎክ እየ ዝገብሮም እንተይልኪ ዋእ ክትገብሪ ትኽእሊ ኢኺ ግን ንኽልተና ኣይጥዑምን እቲ ብሎክ ማለት እዩ ብውልቀ ሰብ ደረጃ እንድሕር ደኣ ኮይኑ እኳ ደኣስ ክተውግዕሉ ክተዕልሊ ኢሂ ኣብ ዓድኹም እንታይ ኣሎ ሓሳብ ንምስራቕ ኣይኮነን እቲ ሓሳብ ወይ ከኣ ኣብኡ ፍሌም ንምውሳኽ ዘይኮነስ እንታይ ኣሎ ሓሳብ ከም መፍትሒ እንታይ እንታይ ኣሎ ኣብ ስራሕ መንእሰይ ኣመልኪቱ እንታይ እንታይ ኣሎ እንታይ እንታይ ዲዛይን ተገብረ ፖሊሲ ስትራተጂ ኣሎ ንዓይ ከ ይሓውሰኒ ዶ ይጠልብ ዶ የመስለካ ከምዚ ከምዚ ነገር ገለ ኢልኪ ተተውግዒ ይሕሽ እምበር ኣየውግዕን እየ ኢግኖር እየ ክገብሮ ምናልባት እንድዒ ጥዑም ጽቡቅ ግን ኣይኮነን እስኪ ዘዕልሉላ ነበሩን ከምቲ ኣነ ዝረኸብኳን በበይኑ ማለት እዩ ብጣዕሚ ብናይ ሓጒሰ ቀኒኤ ከዓ ማለት እዩ ሃገርና ካብ መዓልቲ ናብ መዓልቲ ኣክንዲ ትፅብቕ መመሊሳ ትበርስ ኣላ ዑና ትኸውን ኣላ ዘዚ ዝተሰርሐ ገዛውቲ እንዳፍረሱ ረዲሃንላይ ብዙሕ ነገራት ይባይ ዞይ እንድዒ እዚ ኢላ ክገልፆ ይክእል ማለት እዩ ብፍላይ ብፍላይ ከዓ ህዝቢ ትግራይ ማለት እዩ ብጣዕሚ ጽቡቅ ጌሩ እዩ ተቀቢሉና ኣሐንቂቅና ኣዴና ከምኡ ጌራ ደሐንቀቀትና ትግራይ ማለት ተቀቢላትና ስነስርዓት መንግስቲ ድዩ ህዝቢ ድዩ ኩሉ ከኣ ተሓባቢሩና። ሕጂ ሓሳባ ቀይራ ኢያ ጸርፊ ውን ጀሚራ ኢያ ማለት ኢዩ ሩታ ቀደም ኢዩ እዚ ወግዒ እዚ ኣውጊዓቶ ቀደም ክትሰግር ከላ ማለት ኢዩ በዚ ጌራ ክትከድ ከላ ኢዩ ብድሕሪኡ ሓሳባ ብዙሕ ግዜ ቀይራ ኢያ ሩታ ኣነ ምቕያሩ ሓሳቡ ከም እምኒ ስለ ዝኾነ ሰብ ኣይትቐይር ኣይብልን ግን ሓሳብና ክንቅይር እንከለና ሓደ ሓደ ግዘ ፅቡቕ ሪኢና እንተኾይንና ንእሽትለይ እንተዘይነባላሽዎ ይብል ብናተይ ወገን ንምንታይ እንድሕር ድኣ ኢልኩም ሓንቲ ፅብቕቲ ክትህልወና ትኽእል እታ ፅብቕቲ ንሳ ኻዓ ንኻልኦት ሰባት እውን ክነመሓላልፋ ወይ ካዓ ካልኦት ሰባት እውን ክሰምዕዋ ስለ ዘለዎም ማለት እዩ ተዘይኮይኑ ግን ንሕና ነታ ፅብቕቲ ንሳ ማለት እዩ እንድሕር ድኣ በቃ እዚኣ እኮ ዋጋ የብላን ኣይትረብሕን እንተኢልና እቶም ብድሕሬና ዝመጹ ውን ዋላ ብስደት ክኸውን ይኽእል ተፋናቂሉ ክኸውን ይኽእል እቲ መንገዲ እንድሕር ድኣ ኣባላሺኻሎምስ ጽቡቅ ኣይመጽን እዚ ከኣ ብጣዕሚ ሕማቅ ነገር እዩ ነቲ ዝቅጽል ጀነሬሽንና ውን ጋፕ ዝህብ ነገር ኣይኮነን ዝብል ሪኢቶን ኣረዳድኣን ኣመለኻኽታን ኣለኒ ኣነ ብወገነይ። ክንዛረብ ተለና ውን ድማ ዋእ ኣመስግን ተተባሂልካ ውን እኮ ብዓቐን ክኸውን ክኽነ ኣለዎ መንዶ እግርኻ ረጊጹካ እዩ ጭንጭራኻ ዶ መን ረጊጹካ እዩ ይብሉ ወለድና እታ ተሰምዕትካን እታ ዝራእኻያን ትምስክር ሓሶት ተዘይኮይኑ ጸኒሑ ውን ኣየጣዕሰካን ማለተይ እየ እዚኣ ትኽክል እያ እሺ መንእሰይ ሓውና ንቐጽል። ፕረሲደንት ኢሰያስ ልክዕ ከመደይ እዩ ኣደይ ብቀዳማይ መይታ ተስዓን ሸሞንተን ዓመት ጌራ ንኢሳያስ ኣዝያ እያ ተፍቅሮ ሕጂ ኣደይ ንኢሳያስ ንሓደ እዮም ኣደይ ምእንቲ ዓመፅ ክትርኢ ከላ ንሓንቲ ቅርሺ ሲ ሽሕ ቅርሺ ተጥፋእ ኣላ ጀስት ክትእርማ ጥራሕ
ኤርትራ ንሓደ ኢሳያስ ጥራይ ከም ዝወለደት ንምንታይ ዘይመርጽን ዘይምረጽን ኢለ ስለ ዝሓተትኩ ንስኻ ሸያጥ ዓዱ ኢኻ ንስኻ ከዳዕ ኢኻ ኢሉ ዝድህለኒ ድዩ ወይስ እቲ ኤርትራ ዓደይ ሚልዮናት ወሊደ ኣሞ በቢ እብረ ከመሓድርዋ ክንመርጽን ክንምረጽን ኣለና ዝብለኒ እስኪ እቲ ሓቂ ንፍረድ መን እዩ ከዳዕ መን እዩ ጠላም መን እዩ ሕድሪ ስውኣት ዝረሰዐ ዝኸደዐ ዝኸሓደ። ጅግና ጅግና ይብሉኻ ቅድሚት ክትሞተሎም ሰዋር ዓቃል ይብሉኻ ዘንት እለት ክትጸሮም ውሕድን ጽፉፉን ይብሉኻ ደቅኻ ናንጸፉ ፍሉይ ህዝቢ ይብሉኻ ንድሕሪት እናትረፉ መስተውዐል ይብሉኻ መታን ከይተስተውዕል ኩሉ ፈልጥ ይብሉኻ ሕቶ ንኸይተልዕል ጥሜት ዘይስኩኖ ይብሉኻ ከብድኻ ደፊኖም ጸሓይ ቁሪ ዘይምልሶ ይብሉኻ ኣብ ኬንዳ በቲኖም ዘይትጋገ ይብሉኻ ከይትፈል ሓቅን ጌጋን ንቓሕ እንታ ህዝቢ ይትረፍካ ምጅጋን እብላዕ ንምብልዑ ዝብዕ ዓዲ ክትብል ኣይትጋገ ጨቋኒ ያው ማዕረ እዩ ካብ ውሽጢ መጸ ካብ ደገ ሓያል ገጣማይ ዝቆልዓ ማለት እዩ። ብጣዕሚ ብጣዕሚ ሓያላት ክልተ ዘረባታት ተዘሪበን ቅድሚ እታ ሕጂ ዝቕርበልኩም ዘለኹ ናተይ ዘረባ ማለት እዩ ክልተ ኣዝየን ኣዝየን ፍልይ ፍልይ ዝበላ ዘረባታት እየን ተዘሪበን ኢሳያስ ጥራሕ መማረጺ ኣይኮነን ኢለ ስለ ዝተዛረብኩ እንድሕር ደኣ ንዓይ ማለት እዩ ከም ሕማቕ ዝርእዩኒ እንተኾይኖም ወይ ከኣ ከም ዝተጋገኹ ዝርእዩኒ እንተኾይኖም ኣነ በብመብረ ክትምራሕ ኣለዋ ዓዲ ተይለ እሞ ንሳቶም ብጌጋ ዝርድእዎ ተኾይኖም ከመይ ጌርና ክንሰማማዕ ንኽእል ዝብል ቅድሚኡ ነይሩ ሕጂ ከኣ ቅፅል ኣቢሉ ዘሎ ማለት ብጉዳይ ትግራይ ተመፅዩ ጅግና የብሉኻ። ጅግንነት ማለት ብሂወት ዘንብረካ እንድሕር ድኣ ኮይኑ ወይ ከዓ ነቶም ካልኦት ሰባት እውን ብውሕስ መነባብሮ ዘንብር እንድሕር ድኣ ኮይኑ እምበር ትውልድኻ ኣህሊቁ ባህልኻ በቲኑ ህዝብኻ በቲኑ እንድሕር ድኣ ከንቱ ዘትርፈካ ተኾይኑስ እንታይ ዓይነት ጅግንነት እዩ ክበሃል ዝብል ዘረባ እዩ ዝዛረብ ዘሎ እቲ ካልኣይ ዘሎ ገጣማይ ከዓ ማለት እዩ ስለዚ ምፅዋር እውን ገደብ ኣለዎ እዩ ተፃወርቲ እዮም ይብሉና ፈሊጦም ላዕሊ ላዕሊ እምበር ንሕና ኣይኮናን ተፃወርቲ ተጻወርቲ ኮይና ዘይኮናስ እቲ ሽግር ምስ ወረደና እንታይ ደኣሞ ክንገብር ክንብል ኢና ጺርናዮ ዝብል ምልከታን ወይ ከኣ ትዕዝብትን እዩ ዘለዎ ማለት እዩ ኣነ ከኣ ብጣዕሚ ብጣዕሚ እየ ፈትየሉ ዘለኩ እቲ ሓሳቡ ማለት እዩ ጎበዝ በርትዑ እሺ ነዘይ ኣመቓቒሎም ናይ ስልጣኖም ዕድመ ምንዋሕን ካብ ፍርዲ ንምርሓቕን ዝገብርዎ ዝኾነ ይኹን ተዋስኦ ክስሕበኩም የብሉን ወገነይ ወገንኩም ወገንኩም ውን ወገነይ ዝኾነ ይኹን እምነት ዝኾነ ይኹን ይቕያሕ ይጸልም ኣብ ኤርትራ ተፈጥረ ካብዛ ማህፀን እዚኣ ዝተፈጥረ ኣብዚ ኣካል እዚኣ ዝነብር ኩሉ ሓደ ሓደ ኣሃዱ እዩ ብጣዕሚ እዩ እቲ ሓሳቡ ሓያል ፍሉይ ማለት እዩ ናይ ድምጻዊ። ኣብራር ዑስማን ማለት እዩ ብጣዕሚ ብጣዕሚ ሓያል ፍልይ ፍልይ ዝበለ ዘረባ ቃላት እዩ ማለት እዩ ደርቢ ንእግረ መንገዱ ሰባት ብሃይማኖቶም ከይበኣሱ ብዓሌቶም እውን ከይበኣሱ እዛ ዓዲ ንኹሎም ተበፅሖም ከም ዝኾነት ሕማቕ እንተገጢምዋ ኩሎም ከም ዝገጥሞም ፅቡቕ ተገጢምዋ ድማ ኩሎም ኣብ ፅቡቕ ከም ዝነብሩ ሓቢሩ ከይዱ ማለት እዩ ጎበዝ ዝኾነ ሓሳብ ከዓ ንኢድናዮ ማለት እዩ ኣዱ ጅግና እስኪ ንቐፅል። ሳሙኤል ሃይለ ኣርዓዶም ኣዱ ብሌና። ቲካ ተጻዋርነት ንህዝቢ ደይጻወር መራሒ ክበ ክኸውን ኣይክእልን ኢሳያስ መሊስልካ ፈልጥ ኢሳያስ ሲ ማይ ቀጠነ ኢሉ ፊሊጶስ መ- መሊሱ ይፈልጥ ኣብዚ መን እዮም ዓይነት መራሕትና እዮም ኣብ መ- ዝኾነ ነገር ኣይምልሱን እዮም መራሒ ክትከውን እንተኾንካ ተጻዋርነት ሓሳብ ክህልወካ ኣለዎ ናይ ህዝቢ ድሌታት ክትሰምዕ ክትግል ኣለካ መጀመርያ ምስ ህዝቢ ክትዛረብ ክትክእል ኣለካ ዋላ እቶም ኣብ ዘለኹም ተቃወምቲ ሓደ እንድሕር ደኣ ደጋፊ ኢልካ ትጭፍጭፎ ተዋርዶ ደቁ ምፂኻ ኣቦ ምፂኻ ሓፍቱ ምፂኻ እዚ ውሕስነት የብለይን ኣነ ምሳኻ ክኸውን እዩ ዝብለካ ንዓይ ግን እንድሕር ደኣ እቲ ናትካ ስነ ሓሳብ ብሱል ኮይኑ ኣረዲእካኒ ወይ ነቲ ህዝቢ እንተ ኣረዲእካዮ ግን እቲ ህዝቢ ባዕሉ ክስዕበካ እዩ ምክንያቱ ለውጢ ደሊ እቲ ህዝቢ ዋ እዚስ ካብ ኢሳያስ ሓይሽ ክብለካ እዩ ወያነ ናብ ኤርትራ ሚሳይል ምስ ሰንደወ ግን ናብ ክልተ ሽሕን ዓሰርተ ሸሞንተን ናብ መስመሩ ተመሊሱ ናብ ኤምባሲ ኤርትራ ኣብ ስዊዝ ብምኻድ ክንከትት ከም ዝበሉ ግን ናይ ጣዕሳ ፎርም መሊእኩም ኣብዚ ኮይንኩም ክተቱ መክቱ ከም ዝተባህለ ይገልጽ። ኣርባዕተ ኣሕዋቱ ስውኣት እዮም። ሰለስተ። ሓሙሽተ በሎም ኣርባዕተ ኣሕዋቱ ስውኣት እዮም ኣይትበል። ኣበይ ደሎ እዩ ዘርሰናይስ? ኣበይ ደሎ ነህለ እንዶ ኣሰዊእካዮ እሱ ነህለ ኣብ ቅድሜኻ ስውእ ነህለ ንስኻ ከኣ በይንኻ ትዛረብ ኣለኻ ኣብኡ። እቶም ሓሙሽተ እቶም ኣርባዕተ ዝተሰውኡ ኣሕዋቱ ሕሹ ካብ ዘርሰነ።
በስመኣም ጸርፊ ማለት እየ ኣቤት ክኸፍእ ክኸፍእ ማለት እዩ ብዝኾነ ኣንጻር ሓሳብ ዘርእሰናይ ንምኻድ ዘይኮነ ተዋና መንገዱስ ታይ እዩ ዘርእሰናይ ናይ ጣዕሳ ወረቀት መሊኡ ተመሊሱ ንዓዲ ኣትዩ ሓሳቡ ከኣ ኣብኡ ኮይኑ ይገልጽ ኣሎ እዩ ወይ ከኣ ብዙሓት ሰባት ከም ዝሰምዕዎ ዘለው ተኾይኑ ማለት እዩ፣ ኣብኡ ሓሳቡ ይገልጽ ኣሎ፣ ኣብኡ ይነብር ኣሎ ወይ ከኣ ኣብኡ ይዛረብ ኣሎ። ኣብ ምስ ኣወል ስዒድ ውን ኢንተርቪው ጌሩ ለምቅነ ዝረኣኹሞ ጉዳይ እዩ ማለት እዩ። ንእሽትለይ ውን ከምዚ ኮይና ከምዚ ኮይና ዳሕራይ ኣነ ከምዚ ምስ ገጠመኒ እየ ኢሉ ተዛሪቡ። ካብ ናይ ዘርእሰናይ ፍልይ ዝበለ ዘረባ ንዓይ ዝስምዕኒ ግን እንታይ እዩ ማለት እዩ፣ ዘርእሰናይ ሓያል እዩ፣ ጥበበኛ እዩ፣ ንምንታይ እንድሕር ደኣ ኢልኩምኒ፣ እቲ ዝዛረቦ ዘረባስ ብጣዕሚ ንገለ ገሊኡ ይጥንቀቐሉ እዩ፣ ኣብ ናቱ ደኣ ይዛረበሉ እምበር ንገለ ገሊኡስ ከይሃርም ኢሉ ማለት እዩ ብዙሕ ዘረባታት ኣየውጽእን ዘርእሰናይ። ጽቡቕ፣ እዚ ከኣ ጽቡቕ እዩ ዓርሱ ክኢሉ፣ ከምቶም ገለ ገሊኦም በል ብዙሕ ዘረባ ዝጻረፉ ገለ ገለ ብዙሕ ደሓን እዩ ብርግዓት ሓሳቡ ገሊጹ፣ ኣነ ካብ ዝገረመኒ ነገር ማለት እዩ ርግዕ ኢሉ እዩ ዝተወሰነ መጠን፣ ግርም። ንውረድ እንድሕር ድሮ ደኣ ክወርዱ ኣሎዎም እምበር ወዲ መን ክወርደሎም። እሶም እዮም ክጅምርዎ ዘለዎም እምበር እሞ ወላ ኣሎ ኣብ ሻዕብያ ዘላ ሕጅስ ብምሉኣሲ ኣብ ድፋዕ ትራጋረግ ነይራ ማለት ድዩ ንዓ እሱ ካልእ እሱ እ፣ ክነግረካ ነብሱ ዝኸኣለ ክነግረካ ንዓባ ክነግረካ ንሕና ሓጎስ ክሻብ ዘለና ኣብ ኣብ ምንታይ ነይሩ ሓጎስ እሞ ክሻብ ከምቲ ሻዕብ- ከምቲ ሻዕብያ ዝገበሮ ግ- ግፋ ክገፉ ይክእሉን እዮም እንዲም ወዲ ኪሮስ ዓርከይ ትገፍሉ ቦታ የብሎምን ተዝህሉ ነይሩ ምገፈፉ ከምቲ ናይ ሻዕብያ ክነግረካን ሕጂ እቲ ዝብለካ ዘለኹ ግን እንታይ ዝብለካ ዘለኹ እንድሕር ምውራድ እንተሃልዩ ንውረድ ኢልካ ትሓስብ ድሕር ኣለኻ እንድሕር ኮንካ ቀዳማይ ንሰብ ተርእዮ እታ ሳክሪፋይዝ ንስኻ ኢኻ ትገብራ ወዲ ኪሮስ ሓወይ። ካብ ምስ ትግራይ ምስ ፌደራል ዘለዎም ምስ ፒፒ ደለዎም ርክባት ይጽዕቅ ኣሎ እዚ ከ እንታይ ማለት እዩ። ናበይ እዩ ክወስደና ብትግራይ ኣቢልካ ዝግበር ነገር ከምዘየለ ዓይነት ናይ ትግራይ እንድሕር ድኣ ብሰላም ፈቲሐዮ እዘን ኢሉ ዝኸዶ ዘሎ ኣካይዳ ኣሎ ስለዚ ክሪኦ ከለኹ እቲ ኩናት ኢሚነንት እዩ ዘይተርፍ እዩ ምክንያቱ ክልቲኦም ናይ ህላወ ጉዳይ እዩ ብፍላይ ኣብዪ ኣሕመድ ኢሳያስ ኣብ ስልጣን ከሎ ሰውኢለ እንተገዲፈዮ ፅባሕ ንጎ ንዓይ ከምታ ንኢህኣዴግ ዝገበራ ብኩሎም እዞም ሓይልታት ከይዱ ከልግሰኒ እዩ ዝብል ስግኣት ኣሎ በንጻሩ ከኣ ብኤርትራ ሸነኽ እንተተዓዊተ ከኣ ክመጸኒ ዝኽእል ሓደጋ ውሑድ እዩ ምኽንያቱ ኦረዲ ነቲ ናይ ትግራይ ሓይሊ ኣዳኺመዮ እየ ብኤርትራ ዘሎ ሓይሊ ተዳኺመዮ ከኣ ዝብል ኣተሓሳስባ ኣሎ። ሐራይ ስለዚ ከመይ እዩ ማለት እቲ ነገር እሞ እቲ ካሊእ ሰብ ከ ሕጂ ንሳቶም ብርጌድ ንሓመዱ ናብ ክልቲኡ እዮም ዝማላለሱ ዘለዉ እቲ ማእከል ሴንተሮም ግን ኣበይ እዩ ዝብል ንዓና ውን ብዙሕ ብቀዳማይ እንዳዛራረበና ዝቀነኤ እዩ ኤኒወይስ ካሊድ ዓብዱ ጽቡቕ ርእይቶ ካብ ዝሃቡ ሰባት እዩ ማለት እዩ። እቲ ናተይ ግምት ሕጂ ከም ምግማት ከምኡ ኢለ ይገምት። ኣነ ብወገነይ ከምኡ ተመሳሳሊ ግምት ገሚተ ከምቲ ካሊድ ዓብዱ ዝገመቶ እየ ናተይ ግምት እውን ማለት እዩ። ብርጌድ ንሓመዱ መብዛሕትኡ ግዘ ኣብ ሴንተር እዮም ዘለዉ። ግን ድማ ከምኡ ኢልና ሱቕ ከይንብል ዝተወሰኑ ድማ ከይዶም ኣብ ትግራይ እውን ኣለዉ ማለት እዩ። ግን እቲ ዘሎ ዓቕሚ ባላንስ ገይሮም ዶ ከይዶሞ

ገሊጽዎ ነይሩ እንድየ ሕጂ ድዩ በጺሑ ተረዲእዎም ኣይተረደኣንን እምበር ቅድሚ ሕጂ ዝተዛረቦ ዘረባ እዩ ማለት እዩ እስኪ ኣብ ቦሌ ሲኤምሲ ለሚኮራ ዝብሃሉ ቤት ማእሰርቲ ብተጋሩን ኤርትራውያንን የዕለቕሊቑ ይብሃል ኣሎ። ምኽንያቱ ብዙሕ ዋላ እኳ እንተተባህለ ምስዚ ሕጂ ኣብዚ እዋን እዚ ኣብ ኢትዮጵያ ተፈጢዩ ዘሎ ከቢድ ናይ ኲናት ስግኣት ኣዲስ ኣበባ ብብዙሓት ናይ ኣብይ ኣሕመድ ሓይሊ ተኸቢባ ኣብዚ እዋን እዚ ትግርኛ ዝዛርብ ዘበለ ብሙሉኡ ናይ ሻዕቢያ ተለኣኣክቲ ወይ ድማ ናይ TDF ኣባላት እናተብሃሉ ብኣለማማ ትግርኛ ተዛረብቲ ይእሰሩ ኣለዉ። ስለዚ ሓቂ ድየ ሓቂ ንቲ ጉዳይ እዚ ክነጻርዮ ኢና ማለት እዩ ንሕና ውን ደዊልና ወይ ከኣ ንብዙሓት ሰባት ክንሓተሉ ኢና እንድሕር ደኣ ሓቂ ኮይኑ ከኣ ተመሊሳ እታ ጉዳይ ኣነ ብዙሕ ግዜ እየ ተዛሪበላ ነይረ መልሓስኩም ኣውኒሑኩም ኣይትዛረቡ ዘምጻልና ኣይንዛረብ ምክንያቱ ንሕናስ ኣብ ሰለስተ ዓመት ክልተ ዓመት እዚ ብዙሕ ሪኢና ብዙሕ ሰሚዕናሉ ኢና እቲ ዓዲ ማለት እዩ ስለዚ ሕጂ ውን ኣይ ዓደይ እንድዩ ሽግር የብሉን እንዳበልኩም ከምዚ ዓይነት ቃላት ኣይትዛረቡ። ወይ ካኣ ሕልፍ ዝኸይድ ቃል ኣይትዛረቡ ኢለ ሓሳበይ ገሊጸ ኔረ እንተኾነ ግን ተሰሚዕኹምኒ ጽቡቕ ተዘይሰሚዕኹምኒ ውን ድማ ክትሰምዑኒ ይላቦ ማለት ኢዩ ክፍሎም ይካኣሎ ኣሉላ ኣባነጋ ኤርፖርት ኣትዮ ኣሎ ምስ ውፉይ ማለት ኢዩ ነዚ መንእሰይ ነጽር ስፋሕ ኣይትኸውንን እያ እንዳበለ ንኣብነት በዓል መምህር ውፉይ ንብርጌድ ንሓመዱ ናብዚ ደረጃ ንኽበጽሕ ስጋብ ኣዲስ ኣበባ ከይዱ ዋጋ ዝኸፍል ዘሎ እዩ ኣነ ውን ኣብ ዝሓለፈ በጺሐ መጺኤ። ናብዚ መድረኽ ንክበፅሕ ተፈታዊ ቶው ሾው መድረኽ ከፊቱ ኩሎም ሚዲያታት ፕላትፎርም ኣይሃብዎ እዚ ኩሉ ዶክመንት ስለ እዞም ኩሎም ሲ ኣስማቶም ክጠቕሶም ኣይደሊ ንበዓል መምህር ውፍይ ንቡር መጻኢ ኣይክርኦም ኣይንደልን ዝብላ ዝነበራ ሚድያታት ስዒርናዮ ስዒርናዮ ስለምንታይ ኢና ሰባት ድላዮም ክዛረቡ ዘይነፍቅድ ዘለና እያ ዝሓትት ዘሎ ኣየፈራራሕኩን ገለ ኣይበልኩን ዝጻረፍ ሰብ ከኣ መጀመርያ ኣይኮነን ብሎክ እዩ ዝበሃል ኣብዚ ገዛ ኣፍ ምዕጻው እንተ ኮይኑ እቲ ብሎክ እቲ ጸርፊ እዩ ክገድፍ ዘለዎ ሰብ ብዝኾነ ነዚ ንኣምነሉ ዲና ንኣምነሉ እውን ከነነጽር ዘለና ኮይኑ ይስምዓና ኣነ ሰብ ድላይ ናይ ምዝራብ መሰል ከም ዘለዎ ንኣምን ዲና ነኽብር ዲና ነዚ ንቕበሎ ዲና ብውዕል ኣብዚ ውን እኮ ክንረዳዳእ ኣለና ናብ ርሑቅ ከይከድና ዓቢ ነገር ከይገበርና ማለት ጽባሕ ንግሆ ኣብታ ዓዲ ሓደጋ ከይትወድቁና ነቲኦም ድላይና ንዛረብ ዘለናያ ብኣና ከይትጅምሩ ከኣ ምክንያቱ እዚ ድላይ ዝብል ነይሩ ኢልኩም ብኣና ከኣ ከይትጅምሩ ብጣዕሚ ብዙሕ ፅቡቅ ነገር ይስራሕ ኣሎ ግን እቲ ሕማቅ ከዓ ዋላ ንእሸ ይኹን ነቲ ፅቡቅ የበላሽዎ ስለ ዘሎ እዚ ዝግበር ዘሎ ሕማቅ ንባህሊ ሕብረተሰብና ዘይውክል ንስነ ልቦና ኤርትራውያን ንታሪኽና ዘይምጥን ብሓፈሻ ከኣ ነቲ ስርዓት ከኣ ማለት እዩ ኣድቫንቴጅ ዝኾነ ብፍላይ ከኣ ጸበብቲ ነገራት ናይ ኣውራጃ ሃይማኖት ውልቀ ሰባት እንዳ ኣልዕልካ እዚ ጠጠው ክብል ክኽእል ኣለዎ እዚ እንድሕር ደኣ ዘይጌርካ ንቃለስ ኣለና እውን ክንብል ኣይንኽእልን ኢና ትርጉም የብሉን ከምኡ እዮም ዝብሉና ዘለዉ ግርም።
ስለዚ እቲ ሓሳብ ኣነ ከም ዝርድእኒ ዘሎ እንድሕር ድኣ ኮይኑ ጥቕልል ኣቢሉ ማለት እዩ ኣይተዛርቡናን ዘለኹም ወይ ክኣ ናይ ሓሳብ ንጸነት ኣብ ብፍላይ ኣብ ሚድያ ንንዛረብ ዘለና ሰባት ኣዝዩ ሽግር ክኸውን ዝኽእለሉ መንገድታት ክህሉ ይኽእል እዩ እዩ ዝብሉ ዘሎ ፍናን ማለት እዩ። ሽግራት ከም ዘለዎ ክኣ ክልቲኦም ጠቂሞም ኣለዉ። እቲ ጉዳይ ድማ ነጻ ሓሳብ። ናይ ምፍቃድ፣ ነጻ ዕድል ናይ ምዝራብ ዕድላት ናይ ምፍቃድን ናይ ዘይምፍቃድን ምስኡ ተተሓሒዙ ዝዝረብ ዘሎ ነገርን ማለት እዩ። ስለዚ ኣነ ብወገነይ እንታይ እየ ዝብል፣ ነጻ ሓሳብን ነጻ ዕድልን ነጻ መዘራረብን ነጥብን ክፍቀደሉ ክኽእል ኣለዎ ንመንእሰይ። እዚ እንተዘይኮይኑ እናሓደረ ዝመጽእ ሽግራት ኣዝዩ ብዙሕ እዩ። ካብኣቶም ከኣ። ካብቶም ሽግራት ንሳቶም ማለት እዩ ኣዝዩ ኣዝዩ ብጣዕሚ ሕማቕ ነገር ጨቋንነት እዩ። ስለ ጨቋናይ ኢልካ እንዳተቓለስካ ባዕልኻ እንድሕር ድኣ ትጭቁን ኮይንካ ድማ ኣካል ናይቲ መፍትሒ ትኸውን ኢኻ ዝብል ርእይቶን መደምደምታን ኣለኒ። እታ ናይ ሎማዓንቲ ቪድዮ ነዚኣ እያ ትመስል ነይራ። ክሳብ መወዳእታ መደብ ተኻታቲልኩም ኣብ መወዳእታ ድማ ርእይቶታትኩም ሂብኩም ሃናጺ ዘበለ ርእይቶ ገዲፍኩም ስለ ትኸዱ ማለት እዩ ኣዝየ ኣዝየ ዘመስግን። ሉዋም ቅነ ክኾነልኩም እየ ዝምነ። ቻው ዳሕና ቀንዩ እታ ጸጽቡቕ የስመዐና ሉዋም ቅነ። Good light
ዳሕና ሕደሩ እታ ኣሕዋተይ ማለቱ እዩ።